ሰላም ከመይ ትኾኑ ክቡራት ተኸታተልቲ ሲኤም ኤክስትራ ሾው ዕለታዊ ዜና ስፖርት ሒዝናልኩም ቀሪብና ኣለና ንምክትታልኩም ብኽብሪ ንዕድም ድሕሪ ዕስራ ዓመት ሓሳብ ልቢ ኣትሌት ስብሃቱ ከሰ ተሰሚሩ። ኤርትራዊ ኣትሌክ ስብሃቱ ከሰተ ሓደ ካብቶም ኣብዚ ናይ ስንኩላን ውድድራት ዊልቸር ብሽክለታ ሓቦ ወሲኹ ዘንቅሮ ሓሳባት ዕስራ ዓመት ዝኣክል ተጸሚሙ ዝገበሮ ቃልሲ ኣብ ፈረንሳ ዝተኣንገደ ናይ ፓራኦምፒክ ውድድራት ባንዴራ ኤርትራ ከንበልብል በቒዑ ዘሎ ንሱ ኣብ ናይ ፌስቡክ መርበብ ሕሳቡ ንእግዚኣብሄር ድሕሪ ምስጋን ቀጺሉ ንኹሎም ፈተውተይን ሰዓብተይን እንኳዕ ሓጎሰና ንሱ ወሲኹ ሓደ ሰብ ኣብዚ ብጻሕ ክበጽሕ ብዕላማን ብርድኢትን እንተተጓዒዙ ሕልሙ ክውን ከምዝገብር ኣነጺሩ። ምስ ኩሉ መሰናኽላት ኣብ ጎነይ ንዝኾኑ ኩሎም የመስግን። ንልዕሊ ዕስራ ሓደን ዓመት ዝኣክል ዝተሳለኽዎ ድማ ባብ ንብዙሓት ከም ዘርሑ ይኣምን። ኣብ ቅድሚ ዓይንኻ ባንዴራኻ ምስ ዓለማ ተሰቒላ ክትርእያ እንከለኻ ዝስምዓካ ሓጎስ ደረት የብሉን ብምባል ድማ ንሓጎሱ ገሊጹ። ፋልማይ ንኤርትራ ኣብ ናይ ኣካል ስንኩላን ኦሎምፒክ ዘሳተፈ ብምዃኑ ድማ ኣብ መዝገብ ሰፊሩ። ራብዓይ መድረኽ ቱ ፖያንግ ሌክ ሽዱሽተ መስከረም ቀጺሉ ውዒሉ። እዚ ኣብ ጎደናታት ዚግሲ ዝተኣንገደ ውድድር ተቐዳደምቲ ኣብ ሰዓት ኣርብዓን ክልተን ነጥቢ ሰሰን ይሳሳን ክልተን ኪሎ ሜተር ተጓዒዞም። ሸውዓተ ካልኢት ካብቲ ብክልተ ሰዓትን ሳሳን ሰሰን ደቕን ኣርብዓን ሸውዓተን ካልኢትን ዕዉት ዝኾነ ኔዘርላንዳዊ ኔክ ቮግት ናይ ክለብ ፓርክ ሆቴል ቫልጌንበርግ ድሒሩ ዝኣተወ ተቐዳዳማይ ጀርመናዊት ክለብ ባይክ ኤድ ኤርትራዊ ኤል ሃብተኣብ መበል ዓስራይ ተርታ ብምሓዝ ውሕስነቱ ወሲኹ። ምስ ክልተ ካልኦት ተቐዳደምቲ ክልተ ደቂቕን ሓምሳን ኣርባዕተን ካልኢትን ግዜ ዝደሓረ ኤርትራዊ ዳዊት የማነ ናይ ክለብ ባይድ ኤድ ከኣ መበል ሰብዓን ሸሞንተን ደረጃ ተሰሪዑ። ሮማንያዊ ክሪስትያን ራይሉኒ ካብ ክለብ ሊኒን ስተርን ኣውስትራልያዊ ካይን ሪቻርድ ተቐዳዳማይ ሮጃይ ኢንሹራንስ ድማ ብግዜ ከይተበልጹ ካልኣይን ሳልሳይን ደረጃ ኣብዛ መድረኽ ሒዞም። መበል ዓሰርተ ክልተ ግዜ'ዩ ዝካየድ ዘሎ። ዙርፕያን ግሌክ ብሓፈሻ ናይ ሸሞንተ ሰዓትን ዕስራን ሽዱሽተን ደቂቕን ሽዱሽተ ካልኢትን ግዜ ኣባል ቼንግዱ ሳይክሊን ሩስያዊ ፔተር ሪክኖቭ ነታ ቀንዲ ማልያ ኣብ ዝባኑ ኣየውጽኣን ዘሎ። ዴንማርካዊ ማሪስ ቦግዳኖቪች ከኣ ዓሰርተ ሸሞንተ ካልኣይ ድሕሩ ካልኣይ ኮይኑ ይስዕቦ። ሩስያዊ ወዲ ጋንትኡ ቲሞፌይ ኣቫኖቭ ድማ ብ ዕስራን ሽዱሽተን ተበሊጹ ካልኣይ ኮይኑ ይኽተሎ። ኣብዛ ማላህ ሰለስተ ደቂቕን ዕስራን ሓደን ካልኢትን ግዜ ዝደሓረ ኤርትራዊ ዩኤል ሃብተኣብ ካብ መበል ኣርብዓ ናብ ሳሳን ሓሙሽተን ደይቡ። ኣርባዕተ ደቂቕን ሓምሳን ሓደን ካልኢትን ፍልልይ ዝተነጽፈሉ ኤርትራዊ ዳዊት የማነ ግን ካብ ዕስራን ሽዱሽተን ናብ ኣርብዓን ትሽዓተን ወሪዱ። ኣብ ናይ ሎሚ ዓመት ዙር ፓያን ሞይኡ ቀሪቡ ዘሎ ዩኤል ሃብተኣብ ኣብ ናይ ሽኳቱ ወሃብ ማልያ ብ ዕስራን ክልተን ነጥቢ ኣብ ታሽዓይ ተርታ ኣሎ። ኣርብዓን ትሽዓተን ነጥቢ ዘለዎ ኮሎምብያዊ ኣባል ሆንሺንስኮም ታይሻን ከኣ ይመርሓ። ካልኣይ ኣውስትራልያዊ ካየን ሪቻርድስ ብኣርብዓን ክልተን ነጥቢ፣ ሳልሳይ ከኣ ሩስያዊ ፔተር ሪክኖቭ ብኣርብዓ ነጥቢ ኣለዉ። ንኣንበሳ ዓቐብ ኣብ እትወሃብ ማልያ ኤርትራዊ ዮኤል ሃብታ ብዕስራን ክልተን ነጥቢ ጌና ሎሚ'ውን ዓቂቡ ኣሎ። ካልኣይ ሮማንያዊ ክርስትያን ራይዱኒ ብዓሰርተ ክልተ ነጥቢ፣ ሳልሳይ ከኣ ፖላንዳዊ ጃኩብ ዊሲያሊክ ብምዃን ይቕጽሉ። ክልተ ደቂቕን ሓምሳን ሓሙሽተን ካልኢትን ዝሓረ ኤርትራዊ ዮኤል ሃብታ ኣብ መበል ታሽዓይ ናይ'ዚ ነኣሰ መንእሰይ ክቕመጥ እንከሎ፣ ቻይናዊ ዮንጊ ቢንጋው ናይ ክለብ ሄንሸን ሳይንክሊን ድማ ብ ሸሞንተ ሰዓትን ዕስራን ሽዱሽተን ደቂቕን ሳልሳን ክልተን ካልኢትን ኣብ ቅድሚት ኮይኑ ይቕልስ። ካልኣይ ኔዘርላንዳዊ ኦቶ ቫን ዘንደን ካብ ክለብ ፓርክ ሆቴል ቫልክንበርግ ብ ሓደ ደቂቕን ዕስራን ክልተን ካልኢትን ተበሊጹ። ሳልሳይ ከኣ ኣውስትራልያዊ ታይለር ቶምኪንሰን ናይ ክለብ ኣራስ ጌል ካፒታል ብ ሓደ ደቂቕን ሳልሳን ሽዱሽተን ካልኢትን ተበሊጹ። ንዙር ፕያንግ ሌክ ቻይናዊት ጋንታ ሄንሽን ሳይክሊን ብ ዕስራን ኣርባዕተን ሰዓትን ኣርባዕተ ደቂቕን ሓምሳን ሸሞንተን ካልኢትን ግዜ ተቖጻጺራታ ኣላ። ካልኣይ ታይላንዳዊት ሮጃይ ኢንሹራንስ ብ ዕስራን ሓደን ካልኢት ፍልልይ፣ ሳልሰይቲ ሊ ቲን ስታር ናይ ቻይና ብ ሳሳን ሽዱሽተን ካልኢት፣ ሓደ ደቂቕን ሳሳን ሸሞንተን ካልኢትን ግዜ ዝተበለጸት ጋንታ ባይክ ኤድ ድማ ኣብ መበል ሻምናይ ደረጃ ብምዃን ምስ ዝስዕብ ዙላት ትጥምት። ኣብዛ መድረኽ ተቐዳደምቲ ሽሕን ሓሙሽተ ሚእትን ሓምሳን ሸሞንተን ሜትር ዱራኽ እዮም ኣጠቓሊሎም ነይሮም። ትሩፕያንግ ሌክ ሸውዓተ መስከረም ኣዋልድ ዝካየድ ናይ ብ ሸውዓተ ነጥቢ ትሽዓተ ኪሎ ሜተር ክቕጽል እዩ። እዚ ናይ ክልተ ነጥቢ ክልተ መዐቀኒ ዘለዎ ውድድር እዛ ሓምሸይቲ መድረኽ ሽሕን ትሽዓተ ሚእትን ሰማንያን ሸውዓተን ብራኸ ዘላ ኮይና'ያ ክትቀርብ። ኣብ ናይ ኣርባዕተ መድረኻት ዕምሪ ዘለዎ መበል ስሳ ግዜኡ ዝካየድ ዘሎ ዴላ ረጂኒ ፍሪ ዊሊ ቪነዝያ ጁዊልያ ዝሳተፍ ዘሎ ኤርትራዊ ናሆም ዝርኣይ ኣብ ሳልሰይቲ መድረኽ መበል ዓሰርተ ሓደ ደረጃ ብምሓዝ ውድድሩ ፈጺሙ። ኖርዌጃዊ ጆርገን ኖርዳሃገን ድማ ዕዉት ዝኾነ እዩ። ነዛ ሽሕን ኣርባዕተ ሚእቲ ተስዓን ሸሞንተ ሜተር ዝተዓቀነት ናይ ሚእትን ኣርባዓን ሸውዓተን ነጥቢ ክልተ ኪሎ ሜተር ውድድር ሸሞንተ ተቐዳደምቲ ክዛዝሙዋ ይከኣሉ። ሽዱሽተ ከኣ ብዝተፈላለየ ምኽንያታት ኣይጀመሩን። ኣብ ናይ ሓፈሻዊ ግዜ ማልያ ተቐዳዳማይ ኪው ሳሳን ሽዱሽተ ነጥቢ ሓሙሽተ ካልኢት ናሆም ዘርኣይ ካብ ዝነበሩ መበል ዕስራን ሓደን ናብ ሳሳን ትሽዓተን ደጠቂሉ። ኖርዌጃዊ ጆርገን ኖርድሃገን ድማ ንናይ ግዜን ነጥብን ዓቐብ መንእሰይ ማልያታት ብሒትወን ይጓዓዝ። ናይ ክልተ ነጥቢ ክልተ ሓይሊ ፈረስ ዝኾነ ናይ ኢታልያ ጂሮ ዲላ ረጂዮነ ብናይ ራብዓይ መድረኹ ዘካየዶ ቢሉ መጋረጅኡ ክዓጹ'ዩ። መበል ዓሰርተ ትሽዓተ መድረኽ ቮልታ ስጳኛ ብዓወት ስሎቬንያዊ ፕሪሞዝ ሮግሊች ተዛዚሙ። ነዛ ክልተ ሽሕ ሽዱሽተ ሚእትን ሓደን ሜትር ብረኸ ዝነበራ ውድድር ተቐዳደምቲ ካብ ሎግሮኖ ተበጊሱ ኣብ ኣልቶ ዲ ሞካሌቪሎ ዝተዛዘመ ሱሳን ኣርባዕተ ነጥቢ ሸሞንተ ርሕቀታት ተቓሊሎም። ነታ ኣብ ኩርባታት ዝተዛዘመት ከኣ ተቐዳደምቲ ኣርባዓን ክልተን ነጥቢ ትስዓን ክልተን ኪሎ ሜተር ኣብ ሰዓት ፍጥነት ነይሩዎም። ተቐዳዳማይ ሬድ ቡል ቡርሃን ግሩህ ፕሪሞዝ ሮግሊች ድማ ንውድድሩ ብ ሰለስተ ሰዓትን ሓምሳን ኣርባዕተን ደቂቕን ሓምሳን ሓሙሽተን ካልኢትን ግዜ ብምዝዛም ብቕዓቱ እዩ። ፈረንሳዊ ኣባል ክለብ ግሩፓማ FDJ ዴቪድ ጋውዱ ኣርባዓን ሽዱሽተን ድሒሩ ድማ ካልኣይ ተርታ ሒዙ። ዴንማርካዊ ማቲያስ ሲጊጆሞስ ናይ ሊድል ትሬክ ድማ ተመሳሳሊ ፍልላይ ሒዙ ሳልሳይ ኮይኑ። ራብዓይ ስጳኛዊ ኤንሪክ ማስ ናይ ክለብ ሙቪስታር፣ ሓምሻይ ስጳኛዊ ሚኬል ላንዳ ናይ ሶዳል ኩክ ስቴፕ፣ ሻልሻይ ስጳኛዊ ካርሎስ ሮድሪገዝ፣ ናይ ኢኔስ ግሪንሪዴርስ ብምዃን ድማ ውድድሮም ምስ ቀዳሞት ፈጺሞም። እቲ ኣብዛ ናይ ሎሚ ኣዝያ ከባድ ኮይና ዝቐረበት መድረኽ ብሉጽ ምንቅስቓስ ዘንጸባረቐ ስሎቬንያዊ ፕሪሞዥ ሮግሊሽ ድማ ነቲ ንውድድሩ ሓደ ደቒቕን ኣርብዓን ትሽዓተን ግዜ ብምድሓር መበል ዓሰርተ ክልተ ተርታ ሒዙ ዝዛዘመ ኣውስትራልያዊ ቤን ኮነር ድማ ብሰብዓን ሽዱሽተን ሰዓትን ኣርብዓን ሰለስተን ደቒቕን ሰላሳን ሽዱሽተን ካልኢትን ግዜ ብምውህላል'ዩ ንዝነበረ ፍልልይ በሊጹ ብናይ ሓደ ደቒቕን ሓምሳን ኣርባዕተን ካልኢት ብምንጻፍ ነታ ማልያ ኣብ መበል ዓሰርተ ትሽዓተ መድረኽ ክኽደን ኣበቒዑ ዘሎ ስጳኛዊ ኤንሪክ ማስ ናይ ዲካትሎን ኢጂኣላ ሞንድያለ ከኣ ሳልሳይ ተርታ ተቐሚጡ። እቲ ውድድር ካብ ዝፍልም ኣትሒዙ ነታ ማልያ ዓቂብዋ ዝጸንሐ ኣውስትራልያዊ ድማ ክቑርር ተገዲዱ ኣሎ። ኣውስትራልያዊ ካዴን ግሮቨስ ናይ ክለብ ኣልፔሲን ዲክኒክ ብክልተ ሚእትን ዕስራን ሽዱሽተን ነጥቢ ቀዳማይ ብምዃን ናይ ሽኳ ልብሲ ምስ እትርክብ፣ ካልኣይ እንግሊዛዊ ማክስ ፖል ብሚእትን ዓሰርተ ሸሞንተን ነጥቢ፣ ፓብሎ ካስትሬሎ ድማ ብሚእትን ዓሰርተ ሸውዓተን ነጥቢ፣ ናብ ሳልሳይ ደረጃ ኣንቆልቂሉ ንንዕቐ ማልያ ኣባል ክለብ ኢማራት ስጳኛዊ ማርክ ሶሌር ብሓምሳን ሸውዓተን ነጥቢ ኣብ ምምራሕ ኣሎ። ካልኣይ ወዲ ጋንትኡ ኣውስትራልያዊ ጃይ ቫይን ብሓምሳን ሽዱሽተን ነጥቢ፣ ሳልሳይ ከኣ ስጳኛዊ ፓብሎ ካስትሬሎ ናይ ክለብ ኢኩፐኬርን ፓርማ ኮይኖም። ኣብ ናይ መንእሰያት ክረኣ እንከሎ ተቐዳዳማይ ሊድል ትሬክ ማትያስ ሰኬልሞስ ብሰብዓን ሽዱሽተን ሰዓትን ኣርብዓን ሸሞንተን ደቂቕን ዕስራን ሰለስተን ካልኢትን ግዜ ብምውላል ንስጳኛዊ ካርሎስ ሮድሪገዝ ብሸሞንተ በሊጹ ነታ ልብሲ ኣሕዲግዎ ይርከብ። ጀርመናዊ ፍሎርያን ሎፔውዝ ድማ ሳልሳይ ተርትኡ ሒዙ ይቕጽል። ብጋንታ ደረጃ ዩኤኢ ኢማራትስ ብ ክልተ ሚእትን ትሽዓተን ሰዓትን ኣርብዓን ኣርባዕተን ደቂቅን ሳሳ ካልኢትን ግዜ ነዚ ውድድር ትመርሖ። ካልኣይቲ ጀርመናዊት ክለብ ሬድ ቡል ቦረሃን ግሩህ ብ ሳሳን ሸውዓተን ደቂቅን ኣርባዓን ኣርባዕተን ካልኣይትን ፍልልይ፣ ሳልሰይቲ ድማ ፈረንሳዊት ጋንታ ዲካትሎን ኢጂኣር ላ ሞንዲያለ ብ ሓደ ሰዓትን ዕስራን ሓሙሽተን ደቂቅን ኣርባዓን ሰለስተን ካልኢትን ተነጺፉ ኣላ። ሰንበት ብዝካየድ ዛዛሚ መድረኽ መገርጅኡ ዝዓጹ ናይ መበል ሰብዓን ትሽዓተን ሕታም ላቮልታ ስጳኛ ቀዳም ሸውዓተ መስከረም ካብ ቪላርክያዮ ክሳብ ፒኮን ብላንክ ዝዝርጋሕ ናይ ሚእቲ ሰብዓን ክልተን ኪሎ ሜተር ውድድር ክቕጽል እዩ። ሓሙሽተ ሽሕን ሰብዓን ሸውዓተ ሜተር ብራኸ ድማ ዝሓዘለት እያ። ኣብዚኣ ከኣ እቶም ናይዚ ዓመት ላቮልታ ስጳኛ ዕውታት ክፍለጡ ትጽቢት ይግበር። ኣብ ናይ መንእሰያት ክረኣ እንከሎ ተቐዳዳማይ ዲድሪክ ማትያስ ኬልሞስ ብሰብዓን ሸዱሸን ሰዓትን ኣርባዓን ሸሞንተን ደቒቕን ሳሰስትን ካልኢትን ግዜ ብምውላድ ንስጳኛዊ ካርሎስ ሮድሪገዝ ብሸሞንተ በሊጹ ነታ ልብሲ ኣሕዲግዎ ይርከብ። ጀርመናዊ ፍሎርያን ሎፐውዝ ድማ ሳልሳይ ተርትኡ ሒሱ ይቕጽል። ብጋንታ ደረጃ ዩኤ ኢማራትስ ብክልተ ሚእትን ዕስራን ትሽዓተን ሰዓትን ኣርባዓን ኣርባዕተን ደቒቕን ሳሰ ካልኢትን ግዜ ነቲ ውድድር ትመርሖ። ካልኣይቲ ጀርመናዊት ክለብ ሬድ ቡል ቦራሃን ግሩህ ብሳሳን ሸውዓተን ደቒቕን ኣርባን ኣርባዕተን ካልኢትን ፍልልይ ሳልሰይቲ ድማ ፈረንሳዊት ጋንታ ዲካትሎን ኢጂ ኣላ ሞንድያለ ብ ሓደ ሰዓትን ዕስራን ሓሙሽተን ደቂቕን ኣርባዓን ሰለስተን ካልኢትን ተነጺፉ ኣላ። ሰንበት ብዝካየድ ዛዛሚ መድረኽ መጋርጅኡ ዝዓጹ ናይ መበል ሰብዓን ትሽዓተን ሕታም ላ ቮልታ ኣስጳኛ ቀዳም ሸውዓተ መስከረም ካብ ቪላርካዮ ክሳብ ፒኮን ብላንክ ዝዝርጋሕ ናይ ሚእትን ሰብዓን ክልተን ኪሎ ሜተር ውድድር ክቕጽል እዩ። ሓሙሽተ ሽሕን ሰብዓን ሸውዓተን ሜተር ብራኸ ድማ ዝሓዘለት እያ። ኣብዚኣ ከኣ እቶም ናይዚ ዓመት ላ ቮልታ ኣስጳኛ ዕውታት ክፍለጡ ትጽቢት ይግበር። ዝኸበርኩም ተኸታተልትና ንሕጂ ሒዝናዮ ዝቐረብና ዕለታዊ ዜና ስፖርት እዚ ክትከታተልዎ ዝጸናሕኩም እዩ። ኣብ ዝቕጽል ምክትታልኩም ኣይተቋርጹ ካልእ ውን ስለ ዘሎ እተን ኣርባዕተ ሕግታት ሼር ላይክ ኮመንት ሳብስክራይብ ኣይትዝለልወን ወደሓንኩም። ኣንበሳ ብይብዓል ስረ ኣንበሳ ኣንበሳ ብይብዓል ስረ ኣንበሳ ኣንበሳ ብይብዓል ስረ ኣንበሳ